ሰላም ከመይ ትጸንሑ ክቡራት ተኻታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንክትከታተሉና ድማ ንዕድም። ኣስመራ መግለፂ ሚኒስተራት ኤርትራን ቻይናን ኣብዚ ሰሙን ዝተኻየደ መስርሕ ፍርድ ኮንጎረስ ኣሜሪካ ብዝቐረበ ምስክርነት ከም ዘመላኽቶ ዩኤስኤድ ንኣልሸባብ ፋይናንሳዊ ደገፍ ይረክብ ከም ዝነበረ ብምሕባር ሚኒስተር ዜና ኣቶ የማነ ገብረ መስቀል ኣብ ናይ ኤክስ ገጹ ኣስፊሩ ንሱ ነዚ መስርሕ ግብሪ ኮንግረስ ኣሜሪካ ዝወፀ ሓበሬታ ምርኩስ ብምግባር ግርምቢጥን ዘሕፍርን ክብል ገሊጽዎ

እዚ ከምዚ ኢሉ እንከሎ ኤምባሲ ቻይና ኣብ ኤርትራ ብወገኑ፣ እቲ ኣኼባ ዝተኻየደ ሰብኣዊ መሰላት ብዛዕባ ኤርትራ፣ ልኡኽ ቻይና ንግዳይ ሰብኣዊ መሰላት ፖለቲካዊ ንምግባር ኣብ ልዕሊ መንግስቲ ኤርትራ ፍሉይ ናይ ስልጣን ጸቕጢ ብምግባር ዝግበር ኣገዳዲ ስጉምትታት ብትሪ ከም ዝቃወም እቲ ኤምባሲ ሓቢሩ። ብኻልእ ዜናና ድማ፣ ኤርትራዊ ዝርዋንዳ ካልኣይ ደረጃ ብምሓዝ ተዓዊታ። ሸውዓይ መድረኽ ዝርዋንዳ ብሰንኪ እቲ ብርቱዕ ንፋስ፣ ዝዓብለሎ ኩነታት ኣየር ዝተቋረጸ ኮይኑ፣ ሸውዓይን ናይ መወዳእታን ዝርዋንዳ ንኽውዳእ ልዕሊ ሚእትን ዓሰርተ ሰለስተን ኪሎ ሜተር ጥራሕ ተሪፍዎ ኣብ ዝነበረሉ እዋን፣ ብሰንኪ ሕማቕ ኩነታት ኣየር ከምተሰረዘ ተገሊጹ። በቲ ኣብቲ ውድድር ዝነበረ ጭቃ ብምኽንያት፣ ዳግም ኣብ ሓድሽ መድረኽ ክካየድ ዋላ እኳ እንተተፈተነ፣ ኣብ መወዳእታ ግን ብሰንኪ እቲ ብርቱዕ ንፋስ፣ ኣካየድቲ ዝርዋንዳ ክልተ ሽሕን ዒስራን ሓሙሽተን እቲ ናይ መዛዘሚ መድረኽ ሰሪዞም። ዝርዋንዳ ክልተ ሽሕን ዒስራን ሓሙሽተን ኣብ ዝሓለፈ ሻሻይ መድረኽ ዝነበረ ጸወታታት ከም ናይ መወዳእታ መመዘኒ ከም ዝወሰዱ ተገሊጹ። ብመሰረት እቲ ሓበሬታ ድማ ብደረጃ ሃገር ኤርትራ ካልኣይ ደረጃ ብምሓዝ ተዓዊታ። ብኻሊእ ዜናና ድማ ብጻውዒት ኣብይ ኣሕመድ ዝመውት የለን ክብሉ ኣመራርሓ ፋኖ ገሊጾም። ኣብ ክልል ኣምሓራ ከባቢ ደብረ ታቦር ከቢድ ውግእ ይካየድ ከምዘሎ ብምሕባር ኣብቲ ከባቢ ዕዳጋ ብዝተኸፈተ ተኹሲ ብዙሓት ሰባት ከምዝተቐተሉ ተሓቢሩ። ናብ ባህርዳር ዘምርሐ ኣቶ ተመስገን ጥሩነህ ድማ ብኽልተ ወገን ክንቆራርፆም ኢና ክብል ተሰሚዑ ዘሎ ኮይኑ ኣብቲ ክልል ሓደ ሓደ ግዜ ሕይል ዝበለ ሓደ ሓደ ግዜ ድማ ዝሕል ዝበለ ዝቐፀለ ኹናት ብዙሓት ሰባት ይሞቱ ከምዘለዉ ይግለፅ። ኣብ ዝሰሙነ ሰሜን ጎንደር ደፊት ተባሂሎ ዝፅዋዕ ቦታ ዝተፈፀመ መጥቃዕቲ ኣብ ዕዳጋ ብዝተኻየደ ተኹሲ ብውሕዱ ሰለስተ መንበሪ ኣባይቲ ከምተቓፀለ ነበርቲ ዝገለፁ ኮይኖም ብተመሳሳሊ ኣብ ከባቢ ጎንደር ጣርገደም ኣብ ዝተብሃለ ከባቢ ሰሊጥ ፅዒነን ክጓዓዛ ዝፀንሓ ተሽከርከርቲ መጥቃዕቲ ወሪድወን ኣዘራራቢ ኮይነን ከምዝቐነያ ኣይርሳዕን። ኣብ ሰሜን ጎንደር ጋይት ድማ ሰራዊት ኢትዮጵያ ኮነሬል ታደሰ እሸቴ ዝተብሃለ ኣመራርሓ ፋኖ ከምዝቐተለ ሓቢሮም ምንባሮም ዝፍለጡ ኮይኖም ሎሚ ንጎህ ድማ ኣብ ደብረታቦር ሓያል ውግእ ከምዝነበረ ተፈሊጡ ኣሎ። ሰራዊት ፌደራል ኢትዮጵያ ምስተብቲ ክልል ዝርከቡ ምልሻታት ብምትሕብባር ፋኖ ይርከበሎም እዮም ዝተብሃሉ ከባብታት ካብ ከተማ ብምብጋስ መጥቃዕቲ ይኸፍት ከምዘሎን እንተኾነ ግን ኣብ ዝተፈላለዩ ከባብታት ኣምሓራ ድማ ንሰራዊት ፌደራል መንግስቲ ኢትዮጵያ ሓያል ስጉምቲ ይውሰዶ ከምዘሎ ኣመራርሓ ፋኖ እናገለፁ ይርከቡ። ኣቦ ሰፈር ጎንደር ማውጫ ተባሂለው ዝጽዋዑ ከባብታት ድማ ሓያል ውግእ ከም ዝወዓለ ተሓቢሩ ኣሎ። ነዚ ስዒቡ ምንቅስቓስ እታ ከተማ ተቋሪጹ ከም ዝነበረን ኣግልግሎት ዝህቡ ትካላት እውን ተዓጽዮም ከም ዝነበሩ ተገሊጹ ኣሎ። ጸላእትና ኣብ ቅድሜና ደው ኢሎም ከም ዘይዋግኡ ጌርናዮም ኢና ብምባል ዘረባ ካብ ጀነራላት ኢትዮጵያ ብተደጋጋሚ ዝስማዕ ኮይኑ፣ ሓይልታት ፋኖ ድማ ብተጻራሪ ኮማንዶታት ሓዊሱ ኣብ ዝተፈላለዩ ከባብታት ዕጡቓት እናሰልጠኑን የምርቑ ምህላዎም እዩ ዝሕበር። ኣመራርሓ ፋኖ ኣስላሰ ኣማረ ምስ ሓይልታት እቲ ዞባ ኣብ ዝሃቦ መግለጺ፣ ኣብቲ ዞባ ዘለና ርክብ ዘዕቢ፣

ብኻሊእ ዜናና ድማ ኤርትራ ካብ ሩስያ ሸሞንተ ድሮናት ከምዝገዘእት ዝግለጽ ዘሎ ኮይኑ ዛላ ክዋይ ዝዓይነተን ሸሞንተ ድሮናት ኣብ ሩስያ ዝተሰርሓ እዘን ድሮናት ዕላመኣን ኣብ ምህራም ኣድማዕትን ተዓጻጸፍትን ብምዃነን ተመረጽቲ ይገብረን ሩስያ እዘን ድሮናት ኣብ ኩናት ሶርያ ክልተ ሽሕን ዓሰርተ ሓምሸን ክልተ ሽሕን ዓሰርተ ሸሞንተን ዝመሃዘተን እተን ድሮናት ዘለወን ትሕታት ድምጽን ኣብ ኮብሉ ንዘሎ ዕላማታት ብትኽክል ዝሃርማ ብምዃነን ቀተልቲ ወይ ዕነውቲ ተባሂለን ዝጽውዓ ተመረጽቲ እየን ኤርትራ ምስ ሩስያ ጽቡቕ ዝምድና ኣብ ዝመሰረተትሉ እዋን እዘን ድሮናት ሓዊስካ ካልኦት ብርክት ዝበሉ ኣጽዋራት ከምዝገዘእት እዩ ዝግለጽ። ብኻሊእ ዜናና ድማ ኣብ ጉዳይ ተፋሰስ ኔል ዝርርብ ምስ ኢትዮጵያ ዝበሃል ነገር የለን ክብል ሚኒስተር ጉዳያት ወጻኢ ግብጺ ገሊጹ። ግብጺ ምምላእ ናይቲ ሓጽቢ ብጥብቂ ከም ትከታተሎን ዓለም ለኻዊ ሕጊ ተጠቒማ ኣድላዩ ሰጉምቲ ክትወስድ ምዃና ትገልጽ ዘላ ኮይና ግብጺ ኣብ ቀረባ ናይቲ ናይ ኢትዮጵያ ፖሊሲ ኣብ ልዕሊ ኣባይ ግድብ ህዳሰ ኢትዮጵያ ብምቅዋም ናብ ባይቶ ጸጥታ ውድብ ሕቡራት ሃገራት ደብዳበ ምጽሓፋ ይዝከር። ኣብቲ ብንውሓቱ ካብ ዓለም ካልኣይ ዝኾነ ፈለግ ኔል ኣስታት ፍርቂ ሚልዮን ህዝቢ ህይወቶም ካብኡ ዝምርኮስ ኮይኑ፣ ለውጢ ክሌማ፣ ሰብ ስራሕ ምትእትታውን ካልኦት ምኽንያትትት ግን ሕጂ ነቲ ፈለግ ኣብ ሓደጋ ዝኣትው ዘለው ኮይኖም፣ ከም ዝፍለጥ ኣብ ዝሓለፈ ዓመታት ኣብ መንጎ ሃገራት ፈሰስ ኒል ዝካየድ ዝነበረ ዝርርብ ብዘይ ፍረ ከም ዝተበተነ ይዝከር። ብኻሊእ ዜናና ድማ፣ ኤሜሪካ ኣብ ልዕሊ ካናዳን ሜክሲኮን ዝወሰደቶ ንሳላሳ መዓልታት ተወንዚፉ ዝጸንሐ ወሰኽ ታሪፍ፣ ካብ ጽባሕ ጀሚሮ ግብሪ ክውዕል ምዃኑ፣ ሚኒስተር ጉዳያት ንግዲ ኤሜሪካ ኣፍሊጡ። ብሬደን ኤሜሪካ ኣብ መንጎ ሃገሩ መክሲኮን ካናዳን ንግዳዊ ዘይምዕርይነት ብምህላዉ፣ ኣብ ልዕሊ ካብተን ሃገራት ናብ ኤሜሪካ ዝኣትዉ ገለ ኣቑሑ ዕስራን ሓሙሽተን ሚእታዊት ቀረጽ ክገብር ምውሳኑ ይዝከር። እንተኾነ ግን መጠን ናይቲ ወሰኽ ባዕሉ ክውስኖ ምዃኑ ጸሓፊ ንግዲ ኤሜሪካ ገሊጹ። ኣብ እስራኤል ዝተፈጸመ መጥቃዕቲ ሓደ ሰብ ብኻራ ተወጊኡ ክቕተል እንከሎ፣ ኣርባዕተ ካልኦት ከም ዝቖሰሉ ድማ ተገሊጹ። እቲ ኣብ ከተማ ሃይፈ ዝተፈጸመ መጥቃዕቲ፣ ሽበራዊ ምዃኑ ሰብመዚ እታ ሃገር ገሊጾም ዘለዉ ኮይኖም፣ እቲ መጥቃዕቲ ዝፈጸመ እስራኤላዊ ኣባል ማሕበረሰብ ድሩዝ ምዃኑ እውን ሓበሬታ ፖሊስ የምልክት። ብኻሊእ ዜናና ድማ ቃዛ ናብ ኲናት ክትምለስ ከም ትኽእል ዝግለጽ ዘሎ ኮይኑ፣ ሰብ ዝሓለፈ ቀዳም ዘብቀዐ ኣብታ ወሽመጥ ሩፍታ ተፈጢሩ ዝጸንሐ ኣብ መንጎ እስራኤልን ሓማስን ዝጸንሐ ምቁራጽ ተኹሲ ክናዋሕ እንተዘይክኢሉ ውግእ ዳግማይ ክውላዕ ዓብዩ ስግኣት ሰፊኑ ኣሎ። እስራኤል ሓማስ ነቲ ቀሪቡ ዘሎ ሓድሽ እማመ ምቁራጽ ተኹሲ ክስካብ ዝቕጽሎ ኩሉ ዓይነት ረድኤት ናብ ቃዛ ከይኣቱ ከልኪላ ኣላ። እዩ። ብኻሊእ ዜናና ድማ ኣብ ህንዲ ብዝሃረመ በረድ ተቐቢሮም ዝጸንሑ ብዙሓት ሰራሕተኛታት ብህይወቶም ከምዝተረኸቡ ተገሊጹ። እቶም ሓምሳን ኣርባዕተን ሰራሕተኛታት ህንጻ ኣብ ጎቦታት ሆመይሊ ኣብ ዝነበሩሉ እዋን ሃደሽደሽ ኢሉ ብዝሃመመ በረድ ንመዓልታት ተቐቢሮም ከምዝጸንሑ ተገሊጹ። ኣብቲ ባህርያዊ ሓደጋ ሸሞንተ ሰባት ከምዝተቐተሉ ድማ ይፍለጥ። ብኻሊእ ዜናና ድማ፣ ኣብ ናይጀርያ ጾም ሮሞዳን ዘየኾሩ ብዙሓት ኣመንቲ ኣብ ቀይዲ ከምዝኣተዉ ተገሊጹ። እስላማዊ ፖሊስ ሰሜናዊ ከተማ ኳኖ ኣብ ዘውጽኦ መግለጺ፣ ኣብ ሰዓታት ጾም ክወልዑን ክሰትዩን ዝተረእዩ ዕስራ ተኸተልቲ እስልምና ተኣሲሮም ኣለዉ። ምግቢ ክሸጡ ዝተረኸቡ ካልኦት'ውን ብተመሳሳሊ መልክዑ ኣብ ቀይዲ ከምዝኣተዉ ኣዛዚ ናይቶም ሓሲባህ ተባሂሎም ዝፍለጡ ፖሊስ ሞጂድ ሚኒኤል ንቢቢሲ ተዛሪቡ። ዝኸበርኩምን ዝኸበርክን ተኸታተልትና ነዚ ሰዓት ዝሓዝናዮም ሓበሬታታት ነቶም ክትከታተልዎም ጸናሕኩም ይመስሉ ነይሮም ኣብ ዝቕጽል ብኻልኦት ሓበሬታ ክሳብ ንራኸብ ሰላም ናተመነና በብዘለኹሞ ሰላም ንዓኹም ይኹን ሰላም